ሕብረተሰብ ሃገርና ሓደ ካብቲ ዝበለጽ ወላ እቲ ዝበለጽ እንተዘይበልኩዎ ሓደ ካብቶም ዝበለጹ ሕብረተሰብ ናይ ዓለምና ክብል ዘየድፍር ወይ ድማ ዘይሕነኽ ኣይኮነን። ኣመና ሕቡናት ኣመና ሕጉሳት በዚ ህዝብናን በዚ ሕብረተሰብናን። So ናይ ሎሚ መደብና ከም ማንም ሕብረተሰብ ናይ ዓለምና ዝኾነ ጌጋታት ከጋጥም ኣብቲ ሕብረተሰብ ንቡር እዩ። ከም ሶሻል ሜድያ ኣክቲቪስት ድማ ኩሉ ግዜ ሓላፍነታዊ ወሲደ ኩሉ ግዜ ክዛረበሉ ናይ ግድን እዩ። ሶ ኣብ ሕብረተሰብና ዝግበር ነገራት ጌጋታት ወይ ድማ ንመጻኢ ንዓና ክሃሰየና ኣብ ሕጂ ይኹን ንመጻኢ ንዓና ክሃሰየና ዝኽእል ኣብ ሕብረተሰብ ኩሉ ግዜ ዘጋጥም እዩ። ሶ ሌትስ ጎ ቀዳመይቲ ኩሉ ግዜ ዋሕዲ እምነት ኣለና ኣብ ንኣሽቱ ኣሕዋትና ወይ ድማ ደቅና ኩሉ ግዜ እንታይ ንብል ንእሽተይ እንድኻ ቀስ ኢልካ ዕበ ኣይትፈልጥን እኻ ቀስ ኢልካ ዕበ ክትዓቢ እንድኻ ዳሕራይ ክትፈልጦ ኢኻ ብዙሕ ሕጂ ኣይገድሰካን ኣይኮነን ኪድ ኣጋይሽ መጽዮም ኣለዉ ደገ ትጻወት ክምዚ ዓይነት ነገራት ኩሉ ግዜ ንንኣሽቱ ኣሕዋትና ወይ ድማ ደቅና ንብሎም ኩሉ ግዜ ንእሽቶ ቆልዓ ክዓቢ ከሎ እንታይ ይብል ኦው ኣነስ ኣይፈልጥን እየ ኣነስ እዚ እንታሽሙ ናተይ ኣይኮነን ምስ ኣጋይሽ ኮፍ ኣይበሃልን እዩ ዝብል ነገራት ኣብ ሓንጎሉ ስለ ዝገብሮ ኩሉ ግዜ እንዳዓበየ በኸሙ ስለ ዝኸይድ ንሓንጎሉ እውን ይጸልዎ ማለት እዩ ዳስዋይ ዝኾነ ግዜ ንዝኾነ ቆልዓ ወይ ድማ ንኣሽቶ ኣሕዋትና ንእሽተይ ኢኻ ኣይትበሎ ንስኻ ንፉዕ ኢኻ ትፈልጥ ኢኻ ንስኻ ዘይትፈልጦ ካልእ ሰብ ወላ ሓደ ሰብ ኣይፈልጥን ንስኻ ኣንበሳ ኢኻ ኩሉ ግዜ ብኸምዚ ክንተባብዖ ኣለና እምበር ኖእ ንስኻ ኣይትፈልጥን እኻ ኖእ ንስኻ ንእሽተይ ቆልዓ ኢኻ ኪድ ደገ ባሊን ተጻወት ኪድ ኩዕሶ ተጻወት ኣጋይሽ ኣለዉሞ ኣብ ደገ ትጻወት ኢልካ ኣላምዶም ኣብ ገዛ ኮፍ ኢልካ ኣላምዶም ናኣዚ ወደይ ምሳካ ምዚኦም ኣዕልል ኣጋይሽ ኣለው ምሶኦም ኣዕልል ንስካ ሰብኣይ ገዛ ኢካ ንስኪ ሰበይቲ ገዛ ኢኪ ኢልና ከምዚ ኢልና ንዛረቦም ስለዚ እምነት ኣብ ናኣሽቱ ኣሕዋትና ወይ ድማ ኣብ ናኣሽቱ ደቅና ይሃልውና ኣይትፈልጥን እካ ኣይትፈልጥን እኪ ከይንብሎም ምክንያቱ ኢሚድየትሊ ሓንጎሎም እንታይ እዩ ኣይፈልጥን እየ ኣይክእልን እየ ዝብል ካብ ብንእሽዮም ስለ ዝዓብዩ ወላ ውን ምስ ዓብዩ ኣይንፈልጥ ኢና ክብሉ ዮም ነቲ ዝፈልጥዎ ነገራት። ካልኣይቲ ጌጋ ኣብ ሕብረተሰብና ወይ ድማ ካብ ዓበይቲ ወለድና ንረኽባ እንታይ እያ ኩሉ ግዜ ምስ ደቅና መሓዙት ወይ ድማ ኣዕሩኽ ኮይና ኣይንዕለሎምን ኢና። ንሕና ወለዲ ጥራይ ኢና ንኸውን እምበር ከም መሓዙት ኮይና ወይ ድማ ፍሬንድስ መሓዙት ኮይና ወይ ኣዕሩኽ ኮይና ምስ ደቅና ኣይነዕልልን ኢና። እዚ ድማ እንታይ እዩ እቲ ንእሽቶ ቆልዓ ፍርሓት የምጽእ ከም ፍሬንድስ ዝኮነ ሓሳባት ከካፍል ኣይክእልን ዋይ ምክንያቱ ኦው ንወለደይ ከምዚ እንድሕር ራኢለዮም ከምዚ ከምዚ ግብረ መልሲ ክህቡኒ እዮም ወይ ክሃርሙኒ እዮም ወይ ድማ ገለ ክገብሩኒ እዮም ዝብል ኣተሓሳስባ ኣብ ርእሱ ክገብር እዩ ስለዚ ዝኮነ ንኣሽቱ ደቅና ኣብ ደቅና ንኣሽቱ ከለዉ ከም ፍሬንድስ ንኹን ከም ንኣሽቱ መሓዙት ንኹን ከም ኣዕሩኽቲ ምስኦም ነዕልል ዝኮነ ኣድቫይስ ወይ ድማ ሓሳባት ወይ ድማ ዝኮነ ምክሪ ካብኦም ንውሰድ። ምናልባት ንእሽተይ ኢልካ ትንዕቆ ትኸውን እኻ ወይ ድማ ምናልባት እዚ ኣይፈልጥን እዩ ኢልካ ትንዕቆ ትኸውን እኻ። ንስኻ ዝይትፈልጦ ግን ኣብዚ ንእሽቶ ቆልዓ ኣመና ብዙሕ እንታይ ሽሙ ተመክሮ ወይ ድማ ኣመና ክድልብ ዓቕሚ ኣለዎ። That's why ኩሉ ግዜ ንንእሽተ ንኣሽቱ ደቅና ከም ኣሕዋት ወይ ድማ ከም ንኣሽቱ ፍሬንድስ ኣዕሩኽ ወይ ድማ መሓዙት ኮይና ነዕልል። ከምዚ ከምዚ ደልየ ኣለኹ እሞ እንታይ ትሕግዘኒ? ኢልካ እሞ ሕተቶ እንታይ ግብረ መልሲ ክህበካ እዩ ሓደ። እቲ ንታ ሽሙ ዝህበካ መልሲ ተመክሮ ይረክብ ኣሎ ካልኣይ ድማ እቲ ዝዛረቡ ቃላት ብከመይ ይውፅ እውን ትሕግዞ ኣለካ ዳስዋይ ኩሉ ግዜ ምስ ደቅና ኣመና ፍሬንድስ ንኩን ኣመና ከም መሓዙት ወይ ድማ ኣዕሩክ ምስኦም ንኩን ጀስት ወለዲ ጥራይ ከይንከውን ሳልሰይቲ ምውድዳር ውድድር ኩሉ ግዜ እቲ ዝሃስየና ነገር እዩ ኩሉ ግዜ ክንወዳደር ምስ ነብስና ጥራይ ንወዳደር ምስ ካልኦት ሕብርተሰብ ነቨር ከይንወዳደር እ ጓል እከለ ከምዚ ከምዚ ከምዚ ተመርዕያ ኣላ ንሕና እውን ከምኦም ዓይነት ሰባት ክንመርዕዋ ኢና ነዛ ጓልና እ ወዲ እከለ ከምዚ ብልጫ ትምህርቲ ወሲዱ ወድና ከመይ ገይሩ እንተኮይኑ ዘይወሰደ ኣመና ሕርቃን ትወስድ እንዳ እከለ ከምዚ ከምዚ መርዓ ገይሮም ንሕና ናይ ግድን ካብኦም ዝሓይሽ መርዓ ክንገብር ኢና ንሕና እንታይ እንታይ ኮይንና ኢና ካብኦም ዘይንሓይሽ ዝብል ኩሉ ግዜ ናይ ምውድዳር ኣለና እዚ ድማ ዝሃስየና እዩ እቲ ሓደ ሰብ ንምንታይ ገይሩ ኣሎ ዕላምኡ እዩ ፕላን ናቱ እዩ ንምንታይ ገይሩ ኣሎ ሕጂ ሓደ ሃብታም ዓቢ መርዓ ገይሩስ ናይ ግድን ከምኡ ክትገብር ኣለካ ዋይ ንሱ ገንዘብ ኣለዎ ይፈልጥ እዩ ኣነ ሕጂ እዚ ገንዘብ ኣይጠቕመንን እዩ ሎሚ ንደቀይ ክሕግሰሉ ኢሉ ይገብሮ ኣሎ ንስኻ ኣንን ንስኽን ግን ድኻታት እንሕራ ኮይና ዋይ ምስ ካልእ ሰብ ንወዳደር ዋይ ምስቲ ገንዘብናን ኣብ ገዛና ዘሎን ዘይንርኢ ኩሉ ግዜ ምውድዳር ዝሃስየና እዩ ኩሉ ግዜ ምውድዳር ነቨር ነቨር ኣብ ዝኾነ ከብፅሐና ኣይክእልን እዩ ሓደ ቅንእ ኣሎ ሓሰድ ኣሎ ኩሉ ግዜ ድማ እቲ ልብኻ ነቲ ሰብ ክትርኢ ከለኻ ሕማቕ ኢኻ ትሓስብ ዳስዋይ ምስ ዝኾነ ካልእ ሕብረተሰብ ምስ ዝኾነ ካልእ ገዛ ምስ ዝኾነ ካልእ ሰብ ዝተኸደኖ ክዳውንቲ ምስ ዝኾነ ካልእ ሰብ ገንዘብ ዘለዎ ምስ ዝኾነ ካልእ ሰብ መኪና ዘለዎ ዝኾነ ኮምፓሪጅን ውድድር ንግደፍ ውድድር ምስ ነብስና ነግበር ኣብ 2021 ከመይ ነርካ መኪና ነበረካን ኣብ 2022 መኪና ኣለካ እዚ እውን ሓደ እንታ ሽሙ ምውድዳር ነብስኻ ሓፍ ተብላ ስለ ዘለኻ It's a great thing ጸገም ዝበሃል የብሉን ግን ምስ ዝኾነ ካልእ ሕብረተሰብ ምስ ዝኾነ ካልእ ሶሳይቲ ምስ ዝኾነ ካልእ ዝኾነ ገዛ ምውዳር ንግደፎ። ራብዐይቲ፣ ኣብ ሕብረተሰብና ሓደ ካብቶም ኣመና ውሑዳት ውሑዳት ሰባት ዝዛረብዎ ብዛዕባ ገንዘብ ሕጂ ንደቅና ወይ ድማ ንኣሽቱ ኣሕዋትና ብዛዕባ ገንዘብ ምሂርኪ ተማሂርካ ትፈልጥ ዶ ካብ ውልድካ ወይ ካብ ሕብረተሰብኪ no of course በይናካ ኣይኮንካን ኩላህና ኢና ኩላህና ኢና ብዛዕባ ገንዘብ ዝዛረብ ኣመና ውሑድ እዩ ሕብረተሰብ ብዛዕባ ገንዘብ ኣበይ ብኸመይ ይሰርሕ ኣበይ ይሰርሕ ብኸመይ ከ እንታ ሽሙ ቢዝነስ ክሓፍ ተብሎ ብኸመይ እንታ ሽሙ ንስኻ ኣብ ህይወትካ ትምዕብል እዚ ነገራት ኣይንመሃረን ኢና ከመይ ንምሃር ኪድ ትምህርቲ ተምሃር ኣብ ትምህርቲ ጽቡቅ ንፋዕ ኪድ ስራሕ ርኽብ ከምዚ እያ እታ ትምህርቲ እዛ እዛ እዚኣ እውን እዚ እውን ኣይጽላኣን እዩ እዚ እውን ዝበለጸ ግን ኣብ ሂወትና ሓደ ዝበለጸ ንዓና ዘገድሰና እንታይ እዩ ገንዘብ እዩ ብዘይ ገንዘብ ወልሓንቲ ኩሉ ሰብ ካብ ካልእ ሃገር ናብ ካልእ ሃገር ዝገይሽ ዝመውት ዘሎ ንገንዘብ ክብል እዩ ዳስዋይ ኩሉ ግዜ ንደቅና ብዛዕባ ገንዘብ ንምሃሮም ብኸመይ ገንዘብ ይሰርሕ ኣብይ ይሰርሕ መዓስ ከመይ ጌርካ ገንዘብ ትሕዞ ከመይ ጌርካ ተዋፍሮ ንደቅና ከምዚ ንምሃሮም። ሓምሸይትን ናይ መወዳእታን ትእዛዝ። እዚኣ ትእዛዝ ሓንቲ ካብተን ዝኸፈእት ወይ ድማ ኩሉ ግዜ እንታይ ሽሙ ንዓና ትሃሴና ኣብ ንኣሽቱ ቆልዑ ከለና ትሃሴና ትእዛዝ እያ። ሕጂ ንኣብነት ንሓደ ንደቅና እሞ ንበሎ ንደቅና ኩሉ ግዜ ኣንታ ቆልዓ ከምዚ ግበር ዘረባ ዝበሃል ኣይደልን እየ ወላ ሓንቲ ክሰምዕ ኣይደልን እየ እዚኣ ትገብራ እዚኣ ትገድፋ እዚኣ ትገብራ እዚኣ ትገድፋ ኢልካ ኩሉ ግዜ ካብኦም ዝኾነ ግብረ መልሲ ከይረኸብካ ትእዛዝ ጥራይ እንተኾይኑ እቲ ቆልዓ ውን ናይ ሓሳቡ ምክፋል ውን ትኸልኦ ኣለኻ ወይ ትኸልእዮ ኣለኺ ኩሉ ግዜ ትእዛዝ ወለድና እዮም ወለድና ናይ ዘረባ ወለድና ምስማዕ እዚ ቅቡል እዩ ናይ ገድን ክንቅብሎ ዘለና እዩ ግን ነቨር ስምዓኒ ኣነ ጥራይ ዝበልኩኻ ጥራይ ስማዕ never ንስኻ ዝበልካኒ ኣይሰምዕን እየ ግደፍ ዝኾነ ዘረባ ኣይደልን እየ ዝብል እዚ ጌጋ እዩ ኩሉ ግዜ እቶም ንሶም ዝህቡና ግብረ መልሲ ወይ ድማ እቶም ዝህቡና ሓሳባት ንቀበሎ ምስ ተቐበልና ድማ ኦኬ ሓሳባትካ ተቐቢሉ ኣለኹ ግን ኣነ ኣይሰማማዓሉን እየ ዝብል ነገራት ኣብ ሓንጎልና ከነስፍሮ ክንክእል ኣለና ጀስ ንስኻ በቲ ዝበልካዮ ጥራይ እቲ ንእሽቶ ቆልዓ ከምኡ ክገብር ከሎ ሓንጎሉ ነቨር ዋላ ሓንቲ ከም ዘይሓስብ ትገብሮ ኣለኻ ካልኣይ ድማ ናቱ ኣተሓሳስባ ሓሳባት ንኸየውጽእ ትኸልክሎ ኣለኻ that's why ዝኾነ ትእዛዝ ትእዛዝ ጽቡቕ እዩ ወለድኻ ኣዝዞ ግን ከመይ ይመስለካ ኢልካ እምበር ከም ትእዛዝ እዚ ግበር ኣይኮንካን ክትብሎ ዘለካ እዚ ወደይ ከምዚ ከምዚ እንተገበርካ እንተምጻእካለይ ከመይ ይመስለካ ክትብሎ ከለኻን እንተ ቆልዓ ከምዚ ግበር ክትብሎ ከለኻን በበይኑ ዳስዋይ ኩሉ ግዜ ትእዛዝን ሓሳባት ንክህበና ምሕታትን በበይኑ። Thank you so much I hope ደስ ኢላትኩም ትኾኑ እዛ ቪድዮ ኣብዚኣ ጠውቑ ከመይ ጌርካ ክእለት ኣዘራርባኻ ክትማዕብል ትሕግዘካ ትብል ኣብዚኣ ጠውቑ ኣብዚኣ ድማ ከመይ ጌርካ ንሰበይትኻ ተሕጉሳ ብኸመይ ጌርካ ንሰበይትኻ ኣመና ትፈትዋ ትብል ኣብዚኣ ጥውቑ ኣብዚ ታሕቲ ድማ ሳብስክራይብ ከምኡ ድማ ላይክ ነዛ ቪድዮ ክትህቡና ብክብሪ ይዕድመኩም ማይ ነመስኻልድ ክሳብ ትምፅእ ቪድዮ ክሳብ ንረኸብ ሰላም ንዓኹም ፒስ